ሰላም ሓዱሽ መንገዲ ትግራይን ኤርትራን ተኸፊቱ እንዳተብሃለ እዩ። ሕጂ ውድብ ዓስኢምባ ዘውጽኦ ሓበሬታ ኣሎ ብጣዕሚ ንሕና ከም ኤርትራውያን ኣዝዩ ዝሕጉስ ዜና እዩ ህዝቢ ትግራይ ከኣ እንቋዕ ሓጎሰካ እቶም ኣብ ዶባት ዘለዉ ህዝቢ ልዕሊ ዝኾነ ነገር
ጽምዶ ኢሉ ምስ ኤርትራ ክጻመድ ዝደሊ ትግራዋይ ተልዩ ክጠፍእዩ ክጸንትዩ ይብል ኣሎ እሱ ጥራይ ውን ኣይኮነን እዚ ኣብ ኤርትራ ዘሎ ሓይሊ ንምጥፋእ ኤርትራ ክትጠፍእ እያ ይብላ። እሱ ጥራሕ ኣይኮነን ኣብዚ እዋናዊ ኩነታት ዘለዉ ብጣዕሚ ኣዘራረብቲ ዘለዉ ቪድዮታት ተቅርዮም ኣለዉ ብሓደ ኮይና ክንርዮም ኢና ክሳዕ መወዳእታ እዚ ቪድዮ እዚ ሓቢርኩም ንጽንሑ ናብ ኩሉ ሰብ ክበጽሕ ስለ ዘለዎ እዚ ቪድዮ እዚ ላይክ ምግባር ንጀምሮ ንቀጽል እሺ ቀዳማይ ቪድዮና ማለት እዩ ብዛዕባ ፕረዚደንት ኢሳያስ ኣፍወርቂ ንምንታይ ኣብ መድረኽ ወጺኡ ዝተዛረቦ ንምንታይ ብዛዕባ ጽምዶን ብዛዕባ ተጋሩን ዘይተዛረበ እንዳበለ እዩ ሓደ ሓውና ንዕኡ ዝኸውን መልሲ ኣሎ እዩ እስኪ መጀመርያ እቲ ቪድዮ ንርኣዮ። ሰላም ሰላም ሰላም ሰላም ኩላትኩም ከመይ ሓዲርኩም እንታይ ደይ ክዛረብ ደልየ ስንእሽተይ ብዛዕባ እዛ ኢሳያስ ናይ ትማል ዝገበራ ሓቂ ይሓይሽን ኣነ ብዛዕባ ፅምዶ ክዛረብ እዩ ብዛዕባ ኣብ ትግራይ ዝገበርናዮ የጣዕሰና እዩ ብጣዕሚ ህዝቢ ትግራይ ተጎዲኡ እዩ ዘይድገፍ ረድኤት ክንገብረሉ ኢና ኣብ ገዛና እውን ክንቅበሎ ኢና ገለ ክብል ከሎ ከምኡ ተፀቤ ነይረ ግን Of course ንሱዳን ከምኡ ኢልዎ ኣብ ገዛና መፅኦም ግጫ ክበልዑ ክእሉ እዮም ሕጂ እውን ስቲል ገዝኦም እዩ ኤርትራ ኩሉ ጎደቦታት ከባቢ ዓለም ድማ ደገፍ ክገብረሎም ኣለዎ ገለ ኢሉ ምስ ናይ ሱዳን ወፅዓ ናይ ሱዳን ሽግር ናይ ሱዳን ገለመለ ኣፍልጦ ሂቡ ኢትስ ፋይን ኣብ ናይ ትግራይ ግን ኣስቅጥ ኣቢሉ ማለት እዩ ግን ተጋሩ ሕጂ እውን ልቦ ትብልዋ ዘለኩም እንታይ ኢሉ ኣብ ኢትዮጵያ ኣቲና ምስ ብልፅግና ኮይና ዓንቀ ሰላሳን ሸዓተንን ወይ ከዓ ሃገር ክንገብር ኢና ንደልን ዝብሉ ኣካላትን ንምጥፋእ ዝገበርናዮ ኣየጣዕሰናን እዩ ኢሉ ስለ እዚ ሰብኣይ እዚ ብደረጃ ዓለም ናይ ኢትዮጵያ ተኸላኸላይ ወይ ናይ ኢትዮጵያ ንስ መሲሉ ኣብ ሓደጋ ክወድቕ ኣይደልን እዩ ስለዚ እንታይ እዩ ዘርእየካ እቲ ኢንተርቪው ይትርጎም እዩ ብደረጃ ዓለም እንታይ እዩ ዘርእየካ ኣብዚ እንታይ እዩ ኢልና በቃ ኣብ ኢትዮጵያ ከይድና ምስ ዶክተር ኣቢ ተሻሪኽና እቶም ክንግንፀል ኢና ዝብሉ ድዮም እቶም ዓንቀ ሰላሳኛ ጨዓተ ዝፀሓፉ ድዮም እቶም ፈደራል ሕገ መንግስቲ ደቆሙ ድዮም ከነጥፍኦም ኢልና እናፀዓርና ከለና ግን ኣብ መንጎ ተቆፂና ግን ኣይጣዓሰናን እዩ ዘይውዳእ ደገፍ ጌርና መስዋእቲ ጌርና ኣይውዳእ መለስ ፀገም ሂቡና ኣይጣዓሰናን ኢሉ ህዝቢ ከዓ ኣጣቂዕሉ ማለት እዩ ስለዚ ተጋሩ ኦፊሻሊ ክሕግዘኩም ኦፊሻሊ ክፍልጦ ክበኩም ገለ መለ ኣይክእልን እዩ ምክንያቱ እዚ ዓብዪ ረብሓ ኢትዮጵያ ንሱ ኮንካ ክዋሳእ ከሎ እዩ ንዕኡ ቀፃሊ ዘርብሑ ማለት እዩ ካልኣይ እንታይ ርኤ ናይ ወዱ ምልላይ ነይሩ ከምዚ ኣብርሃምን ኢሰ- እዚ መን ዝበሃል ኣብርሃም ወዱን ዶክተር ኣብን ዳርጋ ተመሳሳሊ ዕድመ ኣለዎም ሕጂ እንታይ ከኣ ተዓዚበ ንኣብርሃም ከኣ ብልጽግና ብልጽግና እንዳበለ ኣብቲ ስልጣን ክእትዎ ኮይኑ ተሰሚዕኒ ማለት እዩ እዚ ናተይ ትንተና እዩ እ፣ ከም ዝተረዳእትኒ ንኣብርሃም ትማል ጽቡቅ ገይሩ ደላለየሉ ምክንያት ሕጂ እቲ ወያኔ ኢሉ ሰላሳን ኣርባዕተን ዓመት ገዚእና ሕጂ ከኣ ወዱ ከኣ እቲ ናቶም ካልኩሌሽን እዩ ወዱ ከኣ ክልቲኦም ደቂ ኣርባዓ እዮም ስጋዕ ደቂ ሰብዓ ደቂ ሰማንያ ዝኾኑ ከዓ ልክዕ ከምኡ ብወዱ ከዓ ክነብር ማለት እዩ ስለዚ እዚ መስል ካልእ ብዙሕ ኣይረኣኹን እቲ ናይ ትግራይ ፅምዶ ገለ ብጣዕሚ ክምደፍርሖ ፈልጥ እየ እዚኣ ከዓ ምትን ኣል ኣሚን ገይሮሞ ነበሩ ንኢትዮጵያ ዋጋ ክንከፍለላ ኢና ገለ ምስ በለት ህዝቢ ውይ ምስ በለ መፈተኒ ገይሮም ቀትሎሞ ማለት ሕጂ ከዓ እዛ ናይ ኣወል ጨንፈር ከዓ ኣይ ቲንክ ከጥፍእዎ እዮም ኢለ ይሓስብ ሓቢርና ክንሪኣ ኢና እምበር እዛ ናይ ኣወል ጨንፈር እንታይ እዮም ዝገብሩ ብግደፍ ኣንኦፊሻል ኣንሌጋል ገይሮም ይሽፍትንዎ እቲ ሓሳብ እቲ ሓሳብ ኣብ ህዝብን ኣብ ሰራዊትን ቅቡልነት ረኺቡ ወደፊት ይቕፅልሉ ማለት ከምዚ ናይ ተደንቢርና ዝብል ነበርና ማለት እዩ እንድሕር ከምዚ ናይ ፅምዶ ዝበሃል ህዝቢ ኤርትራ ዝበሃል ሙሉእ ሙሉእ እንድሕር ኣብዎ ግን እንታይ እዩ ዝኸውን እንተልና ነቲ ሓሳብ ዝሃብዎ ኣይንፈልጠካ ኢና ቀደሙ ናትካ ዩቲብ እንዲ ኢሎም እንታይ ዩቲብ ዓፅዮም ንዕኡ ካብ ገጽ ማስሜዳ ካብ ገጽ ዓይኒ ሰብ የጥፍእዎ ማለት እዩ ድሕሪ ኣብ መወዳእታ ፈተውቲ ናይቲ ህዝቢ ኮይኖም ይብሉ መፈተኒ እዮም ዝገብርዎ እቶም ፖለቲከኛታት ዝሓስቡ ኣጀንዳ ማለት እዩ ትግራዋይ ግን ንቓሕ ክብለካ እየ ዝደሊ እዚ ኤርትራዊ ፈትዩ ኮነ ኢሳያስ ዝድግፎ ዘሎ ሃገሩ ስለ ዝፈቱ እዩ ሸክዕ ስለ ዘሎ እዩ ካልእ ኣይኮነን ብዛዕባ ድጋፍ ግን ሓድነትካ ንኢስያስ ኣሚንካ ንኢስያስ ኣሚንካ በቃ ማለት ዋላ ኣብቲ ኢትዮጵያ እውን ተስፋ ቆሪፅካ ገለ ማለት ክሳይ ኣይትኸውን ማለት እዩ የቐንየልና። እሺ ዝሓውና እዚ ማለት እዩ ከምቲ ዝሰማዕኩሞ እተን ዘለዕለን ሕቶታት ኢሳያስ ኣፍወርቂ ንምንታይ እዩ ኣብ መድረኽ ወጺኡሲ ብዛዕባ ትግራይን ብዛዕባ እዚ ኣብዚ ሕዚ ሰዓት ዘኒኤ ጽምዶን ንምንታይ እዩ ሙሉእ መግለጺ ዘይሃበ ወይ ካዓ ንምንታይ ኣልዒሉሲ ከም ናይ ህዝቢ ሱዳን ናይ ሱዳን ኣፍልጦ ሂቡስ ንምንታይ እዩ ናይ ትግራይ ዘይሃበ ኣፍልጦ ኢሉኒ እዚ ሓውና እዚ ነዚ ዝኾን መልሲ ከኣ እስኪ ሃይለ ደደቢት ነማዓንቲ ዝሃቦ መልሲ እኒኤ እስኪ ቀጺልና ንስምዓ። እሞ ኣብቲ ናይ ኤርትራ ኣብቲ ናይ ጽምዶ ዝምልከት ተስፋ ዝነበሮም ሰባት ኢሳያስ ኣፈወርቂ ክዛረብ ከሎ ጽምዶ ጌርና ኣለና ምስ ተጋሩ ንድሕሪ ሕዝን ድሕሪት ኣይንምለስን ንሕናን ተጋሩን ሓደ ኢና ከምኡታት ዝብል መደረ ክገብር ተጸብዮም ዝነበሩ ሰባት ኔሮም ኣነ ነዚኦም ንምንታይ ተጸበዩ ንምንታይ ከምኡ ሓሰቡ ክብል ኣይክእልን መሰል ስለ ዝኾነ ናይ ግለሰባት ሓሳብ ክንግድብ ኣይንኽእልን ነገር ግን ንምንታይ እዮም ከምኡ ሓሲቦም ኔሮም እቲ ኢገርነስ እንድዩ ኢገር ምዃን ዝኾነ ነገር ለውጢ ክመጽእ እዩ ተባሂሉ ዝኾነ ነገር ክረኣ እዩ ተባሂሉ ዘለና ኢገርነስ ኣብ ውሽጥና ዘሎ ስምዒት ዝደፍኦ እዩ ከምኡ ክገብሩ ክኢሎም ስለዚ ከምኡ ትጽቢት ነይርዎም ድሓር ኢሳያስ መደረ ምስ ገበረ እተን ዝሓሰብዎን ዘይተኻተታ ምስ ተረፋ ከመይ ጌሩ ከምዙይ እንዳሓሰብና እንዳሃለና ፅምዶ እንዳበልና እንዳሃለና ብኡ እውን ፅምዶ እንዳበሉ እዙይ ዘይተዛረበ ዝተርፍ ኢሎም ተናደዱ ኣለው። ነዚኦም ብዝተወሰነ መልክዑ ከረጋግዕ ዝኽእል ሓበሬታ ስለ ዘለኒ እየ ዘልዕሎ ዘለኹ። ቁፅሪ ሓደ ኢሳያስ መራሒ ሃገር እዩ። ስለ ዲፕሎማሲ ይሕስቦ እዩ፣ ስለ ኢኮኖሚ ይሕስቦ እዩ፣ ስለ ፀጥታ ናይቲ ዓዲ ይሕስቦ እዩ። ሕዚ ዲፕሎማሲ ክገብር ከሎ፣ ረኽቢ ክገብር ከሎ ወይ ክላፈን ከሎ ክጻመድ ከሎ ከምቲ ንሕና ጽምዶ ንብሎ ዘለና ወይ ዋዕላ ሰላም እውን ይኹን ሕዚ ዝግበር ዘሎ ረኽቢ ነዚዩ ዕላዊ ብዝኾነ ንሕናን ትግራይን ጌርና ኣለና ኢትዮጵያ ባዕላ ክትፈልጥ ክብል ኣይኽእል ምኽንያቱ ትግራይ ብዓለም እትፍለጥ ኣካል ኢትዮጵያ ተባሂላ ስለ ዝኾነት ንሕና ተጋሩ ተባሂልና ተጋሩ ኮይና ንዓለም ኮሙኒኬት ምግባር እስካዕ እንጅምራ ንዓና እትፈልጠና ኣብ ኢትዮጵያ እዩ። ስለዚ ኣብ ኢትዮጵያ ኣትዩ ምስ ሓንቲ ክልል ርኽቢ ይገብር ኣለኹ ኢሉ ናይ ኢትዮጵያ ህልውና ዝደቁስ ዘሎ፣ ናይ ኢትዮጵያ ህልውና ዝብትን ዘሎ ተባሂሉ ክስመ እዩ ማለት እዩ። ኢሳያስ ኣፈወርቂ እንድሕር ከምኡ ገይሩ። ከምኡ ክበሃል ስለ ዝኾነ እዩ ገዲፍዎ ኢልና ግን ክንገድፎ ወይ ከምኡ ክበሃል ስለ ዝኾነ እዩ ገዲፍዎ ኢልና ግን ኦኬ ጽቡቕ ኢና ዘለና ክንብል ግን ኣይኮነን ከምኡ ዝብል ዘሎ ብውሽጢ ምስ ትግራይ ምስ መሪሕነት ትግራይ ብፍላይ ምስ መሪሕነት ህወሓት ክፈራረም ክኽእል ኣለዎ በሃሊ እየ ኣነ ረኽብና ሰነዳዊ እንተኾይኑ ረኽብና ትካላዊ እንተኾይኑ ምስ ኤርትራ እንገብሮ ረኽቢ ዘላቂ ይኸውን። ትካላዊ ይኹን ሰነዳዊ ይኹን ክንብል ከለና ከምዚ ንኤርትራ ንቃወም ዘለና ወይ ነቲ ዝግበር ዘሎ ረኽቢ ንጻባእ ዘለና ዝመስሎ ሰብ ሓደ ሓደ ለዋህ ይሳኣነ። ከምኡ ኣይኮነን። ንሕና ንጻባእ ኣይኮናን እኔና። እሺ ከም ሰማዕክሞ ማለት እዩ ሃይለ ደደቢት ግልጺ ዝኾነ መልሲ ሂብዎ እዩ ነዚ ወዲ ማለት እዩ። ካብዚ ብምቅጻል ድማ እስኪ ብዛዕባ ትግራይን ኤርትራን ኣብዚ ሕዚ ሰዓት ካብ ማእከል ሃገር እንታይ እዩ ዝብሃል ዘሎ እስኪ ቀጺልና ንስማዕ። እዛ ጽምዶ እዚኣ ኤርትራ ድምጽዋጣት ጠፋለች ብያለሁ ሰው ይመን ኣይመን የራሱ ጉዳይ። ኣይ ጽምዶና እያ እናበሉ ጽምዶ ዝብል ዘረባ ክሰምዑ ከለዉ ኡይ ዘብሎም ሰባት እሶም ባዕሎም ተጸሚዶም ኣለዉ ብዝኾነ ጀነራል መንጋግ ዝብሃል ሰብኣይ ዝተዛረቦ ዘረባ ንስማዓዮ።

ጽምዶ ማዕረ ክንደይ ኣገዳሲ ከምኡ ድማ ጽምዶ ክበሃል ከሎ ኣብ መንጎ ትግራይን ኤርትራን ከምኡ ድማ ኣምሓራን ኣብ ማእከል ሃገር ኣብ ፖለቲካ ብልጽግና እንታይ ዓይነት ሳዕቤንን ነውጽን ፈጢሩ ከም ዘሎ መጀመርያ መረዳእታ ናይ ጀነራል መንጋግ ዘረባ እዩ። ጽምዶ ኢሉ ምስ ኤርትራ ክጻመድ ዝደሊ ትግራዋይ ተልዩ ክጠፍእዩ ክጸንትዩ ይብል ኣሎ እሱ ጥራይ እውን ኣይኮነን እዚ ኣብ ኤርትራ ዘሎ ሓይሊ ንምጥፋእ ኤርትራ ክትጠፍእ እያ ይብል ኣሎ። ኤርትራ ድምጥዋጣ ትጠፋለች ብያለሁ። ሕጂ ናይ ብሓቂ ሃገራዊ ዕላማ ሒዙ ናይ ብሓቂ ሃገራዊ ስምዒትን ወንን ዘለዎ ኮይኑ ኣብ ኤርትራ ማሕበራዊ ፍትሒ ኣሎ ኢሉ፣ ንህዝቢ ኤርትራ ሰላምን ፍትሕን ዝቃለስ ሰብ እዚ እናሰምዐ ስቕ ተይሉ ብፍጹም ብፍጹም እቲ ትማሊ ኣብ ልዕሊ ትግራይ ዓመፅ ክወርድ ከሎ ትግራይ ትስዕር ንሕና ተጋሩ ኢና ዝብል ዝነበረ ዘረባ ሓሶት እዩ ነይሩ ማለት ብርግፅ ድማ ሓሶት ብርግፅ ሓሶት ጥራይ እውን ኣይኮነን ጭካነ በዚ ኣብ ጎኒ ትግራይ ኔርና ንህዝቢ ትግራይ ሓጊዝና ኣለና ዝብል ምስምስ ዝተደልየ ፖለቲካዊ ሽጣራ ነይሩ። ብመስዋእትነት ተጋሩ ናብ ኤርትራ ሰራዊት ትግራይ ኣትዩ መንግስቲ ክቕይረልኩም የለን እንኳዕ ኣይኮነ። ስለዚ ኣብዚ እዋን እዚ እንሰምዖ ዘለና ስምዓትሲ ካብ ኤርትራ ዘይኮነ ካብ ኣራት ኪሎ ካብ ብልጽግና ኤርትራ ናይ ምጥፋእ ኣጀንዳ እዩ። እዞም ሰባት እዚኣቶም በቶም ተጋሩ ጀነራላትን ከም በዓል ጀነራል ፃድቃን መንጋ ከምኡ ድማ ጌታቸው ረዳ ተጠቂሞም ሕጂ ከዓ ንኤርትራ ክወሩ ከጥፍኡ ልዕሊ ልዕሊ ኣብ ትግራይ ዘለዎም ፍቅሪ ኣብ ኤርትራ ዘለዎም ፅልኤ ላዕሊ ስለዝኾነ ከምቲ ኣብ ትግራይ ዝተፈፀመ ግፍዒ ካብኡ ዝገደደ ዘስካሕክሕ ነገር ክፍጽሙ ይደልዩ ኣለዉ። ስለዚ ኣብዚ እዋን እዚ ናተይን ናትኩም ተራ እንታይ እዩ? እሺ ካብ ንምቅጻል ማለት እዩ ኣብ ትግራይን ኣብ ኤርትራን ተኸፊቱ ዝበሃል ዘሎ ሓድሽ መንገዲ ሓድሽ ሓበሬታ ሒዝዎ ዝወጸ ሶሎ ሚድያ ኣሎ ቀጺልና ንስምዓዮ።
ኣዝዩ ዝሕጎስ ዜና እዩ ውድብ ዓሲምባ ሓደ ካብቶም ውድባት ናይ ትግራይ ዘሎ ብቀረባ ከኣ ብዛዕባ እቲ ኣብ መንጎ ኤርትራን ኣብ መንጎ ትግራይን ዘሎ ብቐረባ ዝከታተል ካብ ውሽጢ ትግራይ ዝተሐመሓላለፈ መልእኽቲ ኣሎ። ስታሊን ገብረስላሰ ኣብ ዝሓለፈ ሰራዊት ኤርትራ ካብ መሬት ትግራይ ጠቕሊሉ ከም ዝወጸ ብዓይኑ ዝረኣዮ ምስክርነት ሂቡ ነይሩ። ናቱ መቐጸልታ ከኣ ሕጂ ውድብ ዓሲምባ ዘውጽኦ ሓበሬታ ኣሎ። ብጣዕሚ ንሕና ከም ኤርትራውያን ኣዝዩ ዝሕጉስ ዜና እዩ። ህዝቢ ትግራይ ከኣ እንኳዕ ሓጎሰካ እቶም ኣብ ዶባት ዘለዉ ህዝቢ ልዕሊ ዝኾነ ነገር ካብ ኩናት ወረ ኩናት ወጺኦም ነንሕዶም ክራኸቡ ብሰላም ብፍቕሪ ብስኒት ካብዚ ዝዓቢ ጸጋ የለን እሞ እዚ ከኣ ንኹላትና እቶም ደለይቲ ሰላም ደለይቲ ሰላም ተጋሩ ኤርትራውያን ጥራሕ ዘይኮነስ ሰላም መቸም እግዛብሄር ዝፈትዎ ስራሕ ስለ ዝኾነ ልዕሊ ዝኾነ ነገር እንኳዕ ሓጎሰኩም እቶም ኣብ ዶባት ዘለኹም ይሕዋት ብክልቲኡ ብጣዕሚ ኣዝዩ ደስ ደብል ውሳኔ እዩ እዚ ውሳኔ ከኣ ክቅጽል ክክእል ኣለዎ ከምቲ ብወገን ጅቡቲ ኢትዮጵያውያን ዓፋር ይራከቡ ምስ ጅቡቲ ምስ ብወገን ናይ ኤርትራ ውን ከምኡ ክከውን ክክእል ኣለዎ ብወገን ዓፋር ይኩን ልክዕ ከምቲ ናይ ሱዳን ዘሎ ልክዕ ከምቲ ናይ በዓል ኢትዮጵያ ብኬንያ፣ ብሶማል፣ ብደቡብ ሱዳን ከም ድልያቶም ይራኸቡ እዮም። ስለምንታይ ግን ንህዝቢ ትግራይ ሕንቕ ኣቢልካ ካብዚ ኣሊኻ ዓውደ ኹናት ንምግባር ዝግበር ዘሎ ሽጣራ ፖለቲካ ኹሉ ህዝቢ ትግራይ ነቒሕሉ እዩ። ፅቡቕ ስራሕ ቀፅልዎ ጥራሕ ኢና ንብለኩም ንሕና ኻዓ ንሰላም ዋጋ ኽንከፍል ኢና። ንሰላም ከኣ ክንሰርሓሉ ኢና። ናይ ሰላም ጀጋኑ ክንበሃል ደኣምበር ናይ ኩናት ጀጋኑ ክንበሃል እውን ብድሕር ሕጂ እቲ ዞባ ናብ ምዕባለን ናብ ሰላምን ናብ ፍቕርን ናብ ስኒትን ክኸደሉ ዝኽእል መገድታት ክንሓስብ ክንክእል ኣለና። ኣደ ትግራይ ዝወለደቶም ናብ ሓዊ ናብ ኩናት ኣደዳ ሞትን ኣደዳ መቕዘፍትን ከምኡ ከኣ ኣደ ኤርትራዊ ዝወለደቶም ኣደዳ ሞትን መቕዘፍትን ከምኡ እውን ከም ኤርትራውያን ዕስራ ሚልዮን ሰላሳ ሚልዮን ክንከውን ዝግበኣና በንጻሩ ከኣ ተጋሩ ውን ዕስራ ሚልዮን ሰላሳ ሚልዮን ኣርብዓ ሚልዮን ክትኮኑ ዝግበኣኩም ኣብዚ ሕጂ እዋን እንታይ ኮንኩም ኣለኹም እንድሕር ደኣ ኢልና ልክዕ ከምቲ ከማና ማለት እዩ ንዚ ጉዳይ ውን ጠጠው ኢልኩም ክትሓስብሉ ንዕድም ማለት እዩ። ህዝቢ ትግራይ ዓውደ ኹናት ናይቶም ኣብ ካልእ ክፋላት ክልል ትግራይ መጺኦም ኣደዳ ሕማም ኤድስ ዘይተደልየ ነገራት መዓዶ ማለት ኣትሊስት ማለት እዩ። እስከለና ሸር።
እስከ ውድብ ዓሲምባ ዘውጽኦ ሓበሬታ ናብኡ ከብለኩም። እስከለና
ሽዕኡ ተኸፊቱ ተኸፊቱ ዝተባህለ ነገራት ኣብኡ ኣስተያየት ሃብ ኢልካ ንትዝክር ተኾይንካ ብሙሉኤን ተዝተኸፈተ ኣረጋጊጸ እየ ብናተይ መሓውር። ዘይተኸፈተት ግን እታ ዛላምበሳ መስመር ዛላምበሳ ኢሮብ ዘላ ብሰበያ ጌርካ እውን ዋላ ብዛላምበሳ ኢሮብ ጌርካ ንደውሃን ትወስድ መንገዲ እሳ ብርግፀኝነት ከም ዘይተኸፈተት ኣረጋጊፀ ኣለኹ እቲ ካልእ ኬላታት ግን ተኸፊቱ ኢለካ ነይረ ትዝክር ተኾይንካ ኣብ ዝሓለፈት ናይ ስታሊን እንትን ክንህብ ከለና ማለት እዩ እሳ ሕጂ ብዕሊ ተኸፊታ ኣላ ማለት እዩ ሽዕኡ ምዝርራባት ይካየደላ ኣሎ ኢልና ነርና እዚ ብዚ እንታይ ኢና ክንወስዶ ኣነ ከም ግለይ ዓሲምባ ምስ መን መንግስቲ ተዛሪቡ ከምኡ እንትን ገይሩ ዋላ ብሕጊ ባይሎው ዘኽይድ ኣይኮነን ንዓይ ሓደ ፓርቲ ምስ ሓደ ተጋቢሉ ገለ ኣይኮነን ግን ኣብዚ ዶሪ መጺኡ ዝዛረብ ተኾይኑ ካብ ዶሪ ሰሚዕና ምስኡ መልሲ ክንብል ንኽእል ኢና ሓደ እዚ ግን ካብቲ ተተሓሒዙ ዝነበረ ከይዲ ጠቕላላ ኬላታት ምኽፋት ናይቲ ጽምዶ ከይዲ እወ ሕጂ ምንታይ ኣነ ዝኸይድ ዘለኹ መሲልካ ባይለው ሕጊ ከም ከም ዘበልና ሰባት ሕዚ ውድብ ዓሲምባ ኣብ ትግራይ ካብ ዝርከቡ ፓርትታት ሓደ እዩ መንግስትነት ዝሓዘ ኣይኮነን ተቃዋሚ ፓርቲ እዩ ኖጎሴሽን ክገብር ይኽእል እዩ ዶሪ ኣብቲ ከባቢ ብጣዕሚ ዝተፈለጠ ብጣዕሚ ኣብ ክልቲኡ ህዝቢ ሰላም ብደንቢ ዝሰርዕ ብደንቢ ሶሻል ካፒታል ዘለዎ ሓውና እዩ ዶሪ። ሽማውት ከም ትሰምዑ ዘለኹም ማለት እዩ ን መዓንቲ እዚ ሓበሬታ ዝወጽእኒ ኣብዚ ሕዚ ሰዓት ውን መንገድታት ተኸፊቶም ከም ዘለዉ ብብዙሕ እንዳተዘረበ እዩ ዝርከብ ዘሎ እዚ ድማ ኣዝዩ ብጣዕሚ ደስ በሃሊ ክያዶ እዩ ዝኸይድ ዘሎ ከምቲ ንሰምዖ ዘለና ማለት እዩ። እማን ዝነበሩ ሓበሬታታት እዚኦም መሰሎም ይረገጻሉ። ብሓዱሽ ቪድዮ ሳዕ ንራኸብ። ቅድሚ እዚ ቪድዮ እዚ ምውጻእኩም ኩላኹም ላይክ ምግባር ከይትርስዑ። ሰሰናዩ ጸጽብቕ የስምዐና።